ስሙ። ኣሰላም ከመይ ትኾኑ ጋይስ ካብ ፊሊ ከምዚ ትሪእዎ ዝጸናሕኩም ከምዚ ኣብዚ ጽሑፍ እውን ትሪእዎ ዘለኹም ኤርትራዊት ጉድ ሰሪሓ ብምባል ብዙሕ ሰብ ብቲክቶክ ብፌስቡክ ብዙሕ ሰብ ክዛረበሉ ዝረኣኹዋ ሓንቲ ቪድዮ ኣላ ስለዚ ብዛዕባ ክንርኢ ኢና ማለት እዩ ከምዚ ክትሰምዑ ጸናሕኩም ጋንታ ይድብል ኣለዎ ሓንቲ ኤርትራዊት ናይ ብዙሓት ህይወት ወይ ከዓ ናይ ብዙሓት ፋይላት ተባላሹላ እዩ ዝብል ዘሎ እዛ ኤርትራዊት እዚኣ ኣብ እንግሊዝ ትቕመጥ ከም ኣተርጓሚት ኮይና ከዓ ትሰርሕ ማለት እዩ ኣብ ካምፕ ዘሎ ወይ ከዓ ንሓደሽቲ ስደተኛት ከም ኣተርጓሚት ኮይና ትሰርሕ ስለዚ ካብቲ ንሶም ዝዛረብዎ ናብ እንግሊሽ ተተርጉመሎም ኣብዚ ኩነታት ከዓ ንሓንቲ ከምኣ ኤርትራዊት ኣብ ትትርጉመሉ ዝነበረት ፋይላ ተባላሸወላ ከም ዝነበረት ዘስምዕ ናይ ድምፂ ቅዳሕ ኣሎ ንሱ እዩ ከስማዓኩም ዝብል ዘሎ ማለት እዩ ስለዚ እስኪ እንታይ እንታይ እያ ገይራ ዝብል እቲ ሒዝዎ ዘሎ ዶክመንት ወይ ከዓ እቲ ሒዝዎ ዘሎ ድምፂ ናይታ ተርጓሚት እንታይ መስል ክንርኢ ኢና ማለት እዩ ስሙ intention when you left your home country ከኣገርሽ መተን ወጣሽው
ከሀገሬ ከኤርትራ የወጣሁት በሁለት ሺ ሶስት ነው። ከየት ከየትኛው አገርሽ?
ስለዚ እታ ትዛረብ ዘላ እዛ ካብ ኤርትራ ዝወፀኹ ብምባል እዛ መጀመርያ ክዛረብ ፀንሐ ዝሰማዕኩማ እታ ዝትርጎመላ ዘሎ እዩ ኣብ ካምፕ ዘለያ ማለት እዩ ካብ ኤርትራ መዓስ ወፂኺ ዝብል ሕቶ እየን ሓቲተን ኤርትራ
ከኤርትራ ኤረትራዊ ነሽ ኣንቲ? ኣዎ። ኣበይ ድዩ ሃገርኪ ትብላ ጸኒሓ ኤርትራያ ሃገርኩ ስኺ ገለ ትብላ ኣላታ። ኣብ ፋልሰኛ ኣማርኛ ይናገራል ኤረትራዊ። ኣምሓርኛ ይዛረብ ድዩ ኤርትራዊ። ትብላ ኣላ ማለት እዩ ባይደወይ ኣብዚ ክሰምዕዎ ዘለኩም ክልቲኤን ኤርትራውያን እየን ማለት እዩ ምክንያቱ እታ ኣተርጓሚት ዝብላ ዘሎ እዚ ወዲ እውን ናብ ክሱ ክትቀርብ ኣለዋ ብምባል ዝዛረበላ ዘሎ እታ ኣተርጓሚት ኮይና ዘላ ኤርትራዊት እያ እታ ዝትርጎመላ ዘላ ከዓኒ ኤርትራዊት እየን ስለዚ ምንታይ ኣምሓርኛ ክልቲኤን ዝዛረባ ኣለዋ እውን ገርመካ እንድዩ ብዝኾነ ድሓን ንስማዕ እንደ ኤርትራ ነው ሀገር እሺ ይሁንልሽ ይሁንልሽ ይሁንልሽ እናውቃለን እሱ ችግር የለውም

ከሀገርሽ ለምን ወጣሽ? እኔ በዛ ሰዓት የስምንት አመት ልጅ ሆኜ ነው የወጣሁት።
ጓል ሸሞንተ ዓመት ኮይነ እየ ወፅየ ትብል ኣላ ማለት እዩ ካብ ሃገራ ጓል ሸሞንተ ዓመት ኮይነ ወፅየ ሁሉም ሰው ኤርትራዊ ነኝ የሚል አማርኛ ተናጋሪ ልጅ ሆኖ ነው የወጣው።
ስለዚ ኩሉ ካብ ኤርትራ ዝወፀ ኤርትራዊ እዩ ዝብል ኣምሓርኛ ዝዛረብ ሰብ ብህጻኑ እዩ ወጺኡ ትብል ኣላ።
ሕጂ ኣብ ትርጉም ኣየብጻሓትታ ማለት እዩ ከም ዘለዎ ውን ኣይኮነን ትትርጉመላ ዘላ ማለት እዩ እሳ እያ ትምልሰላ ዘላ ከምኡ ኢላ ምስ ሓተተታ ዳይረክት ትምልሰላ ዘላ ከምኡ እዩ ዝብል ኩሉ ኤርትራዊ ብምባል ባዕላ ንባዕላ ትምልሰላ ኣላ ማለት እዩ ኣብ ኣተርጓሚ ተብጻሓ ዘላ የዚ ኣገር ሰው ግን እየተዋጋ ነው እዛ ነው የሚኖረው አይወጣም

እታ ተርጓሚት ኣብ መንጎ ዘላ ግን ብዙሕ በይና ትዛረብ ስለ ዘላ ብዙሕ ኣይኣመነታን ቀጥታ ዝኾነ ስራሕ ስርሒ እያ ትብላ ዘላ ወይ ከዓኒ ጽቡቅ ጌርክ ተርጉምለይ እያ ትብላ ዘላ
ያ Okay, can make comp- complaint. Okay. I'm fed up with this life. Thank you. እና እቺ ኤርትራዊ ነች ኢትዮጵያውያን ትግራው ነሽ አንቺ አማራ ነሽ እያለች ወረቀታቸው እንዲበላሽ ሆን አርጋ ምትሰራ እንግሊዝ ውስጥ የምትገኝ ሆም ኦፊስ ውስጥ ምትሰራ ሴትዮ ነች።
ከም ሰምዖ ዘለኹም እታ ሪከርድ ሕፅር ዝበለት እያ ከም ትሪእዎ ዘለኹም ግን ብዙሓት ኢትዮጵያውያን እውን ብጀካ እዚ ትሪእዎ ዘለኹም ካልእ ሰባት እውን ነዛ ቪድዮ እዚኣ ወይ ከዓ ነዛ ሓፃር ድምፂ ብዙሕ ሰብ ሪኣክት ይገብራ ነይሩ እዩ ብዛዕባኣ ርእይቶ ይህብ ነይሩ እዩ ብፍላይ እታ ኤርትራዊት ክትክሰስ ኣለዋ እዮም ዝብሉ ዘለዉ ናይ ባሓቂ እውን ክትክሰስ ይግባእ እዩ ምክንያቱ ንክሰርሕ ዝመፀ ወይ ተሸጊሩ ዝመፀ ሳውን ከምኡ እያ ስደተኛ እያ ኣብቲ ዓዲ ስለዚ ንዝኾነ ይኹን ሓበሻ ንዓኻ ድመስል ወይ ብቋንቋኻ ዝመሳሰል ሰብ እንድሕር ረኺብካ ክትሕግዞ እዩ ዝግባእካ እንተኾነ ግን ከም ተርጓሚት ቀሪባ ካብ ምትርጓም ወጻኢ ፋይላ ውን ተባላሽወላ እያ ዘላ ዘይከውን እንዳ ተርጎመት እያ ተባላሽወላ ዘላ ቀጥታዊ መልሲ ውን ኣይትህብን ዘላ ስለዚ ናይ ብሓቂ ክትክሰስ ውን ይግባኣ እዩ ማለት እዩ ከምቲ ናይ ብሓቂ እንድሕር መጺኻ ውን ክልቲኤን ኤርትራውያን እየን ዝብላ ዘለዋ ክልቲኤን ውን ኤርትራውያን ዘይክኾና ክእላ እየን ምክንያቱ ክልቲኤን ኣምሓርኛ እየን ዝዛረባ ዘለዋ ብኣምሓርኛ እየን ውን ዝረዳኣ ዘለዋ ክልቲኤን ኤርትራውያን ውን ክኾና ኣይክእላን እየን ብዝኾነ ኮይኑ ግን ኩሉ ሰብ ናብ ስደት ተሸጊሩ ዝመጽእ ወይ እውን ብሓፈሻ ድሕር ተሰዲድካ ኣለኻ ንዓኻ ዝመስል ሰብ ድሕር ረኺብካ ብቋንቋኻ እውን ክትሕግዞ እዩ ዝግባእ እንተኾነ ግን እዛ ትርእይዋ ዘለኹም ከዓኒ ፋይላ ተባላሽወላ ስለ ዘላ ክትክሰስ ይግባእ እዩ ማለት እዩ። ስለዚህ አዲስ የምትመጡ ሰዎች እቺን ሴትዮ ወይም ደግሞ ሴት አስተርጓሚ ሲመጣላችሁ አንፈልግም የማለት አታስተረጉመንም የማለት መብት አላችሁ፣ መክሰስም ትችላላችሁ።
እዚ ትሪእዎ ዘለኹም ወዲ ከኣኒ ነባሪ ናይቲ ዓዲ እዩ መስለኒ እንታይ እዩ ዝብል ዘሎ ኣተርጓሚ ናይ ምምራጽ መብቲ ኣለኩም እዩ ዝብል ዘሎ ወይ ከዓ ሓላፍነት ኣለኩም እዩ ዝብል ዘሎ ዝኾነ ይኹን ኣተርጓሚ ክመፀኩም ከለዉ ወይ ባዕሎም ከምፅልኩም ከለዉ ኣይደልን ክትብሉ መሰል ኣለኩም ባዕልኹም ኣተርጓሚ ክትመርፁን መሰል ኣለኩም እዩ ዝብል ዘሎ ስለዚህ እቺ ሴትዮ አሁን እየተከሰሰች ትገኛለች። ኤርትራዊ ነች። ስለዚ ከም ሰምዕዎ ዘለኹም እዛ ሰበይቲ እዚኣ እዛ ተርጓሚት እዚኣ ቅድሚ ሕጂ እውን ብዙሕ ናይ ብዙሓት ሰባት ፋይል ከተባላሹ ፀኒሓ እያ እዩ ዝብ ዘሎ ኣብዚ ሕጂ እዋን እውን ኣብ ክስያ ትርከብ ዘላ እዩ ዝብ ዘሎ ብዝኾነ ኮይኑ ግን ክንደይ ባሕርን ሰሃራን ሰጊሮም መጺኦም ብንኣሽቱ ነገራት ወይ ከኣ ብምትርጓም ጥራይ ህይወቶም ከተባላሽወሎም፣ ፋይሎም ከተባላሽወሎም ክሳብ ኣብ ሞትን ካልእ ዝተፈላለዩ ጭንቀትን ክበጽሑ ምግባር ጽቡቕ ኣይኮነን ቅኑዕ ኣይኮነን ውን። ስለዚ ከምዚኦም ዓይነት ሰባት ወይ ከኣ ናብ ሕጊ ክቐርቡ፣ ኣለዎም እየ ዝብል ኣነ ውን ብሓፈሻ ግን ብዛዕባ እዚ ዝሰማዕኩሞ ሪከርድ ወይ ከዓ ብዛዕባ እዚ ምትርጓም እዚ እንታይ ርእይቶ ኣለኩም ኣብ ኮመንት ግደፉልና ኢኹም ስለዚ ጋይስ ንሎሚ መዓልቲ ዝበልናዮ መደብ ዝመስል ነይሩ ሓደሽ ድሕር ኬንኩም ሳብስክራይብ ኣይትረስዑ ክሳብ ኔክስት መደብ ንራኸብ ሰላም